እቲ ቀታሊ ነተን ኣዋልድ ድሕሪ ምዕጋቱ ንዘሎ ሓበሬታ የጥፍእ። ንብንጉሱ ኣህሚን ኩሉ ግዜ ምግቢ ክተቕርበሉን ዝስተ ክተምጽኣሉን ይእዝዛ ነበረ። ሎሚ ግን ሓሪቓ ስለ ዝነበረት ብመጽሞቝ ጽሟቕ ኣብ ክንዲ ምጽሟቕ ብኢዳ ጸሚቓ ሃበቶ። ንሱ እውን ጥዑም ከም ዝኾነ ይነግራ። ድሕሪ ዝተወሰነ ድማ ምግቢ ክበልዕ ደለየ። ከም ልማዳ ምግቢ እውን ሰራሓትሉ። ነቲ ምግቢ ክተዳልወሉ ከላ ልክዕ ከም ኣዲኡ ነበረት። ብድሕሪ እዚ ኣህሚን ነቲ ዝከታተሎ ዘሎ ሰብ ኣብ ቀረባ ርሕቀት ኮይኑ ንምርኣይ ናብቲ መዘናግዒ ቦታ ምስ ቦንጉሱ ብሓንሳብ ይኸዱ። ነቲ ሰብ ድማ ብድሮን ክከታተሎ ጀመረ። እቲ ሰብ ግን ሽጉጥ ሒዙ ብምንባሩ ክትኩሰሎም ጀመረ። ድሕርዚ ክልቲኦም ከይህረሙ ኣብ ሓደ ጉንዲ ተሓቛቒፎም ተሓብኡ። እንተኾነ ግን ኣብ መወዳእታ ኣሚን ብጨረፍታ ናይ ጥይት ኢዱ ክህረም ከኣለ። ቦንግሱ ሰንቢዳ ኣመና ኣመና ደሓን ዲኻ በጃኻ ተስእ እንዳበለት ክትጭነቕ ትረአ። ብድሕሪ እዚ ኣማራፂ ስለ ዘይነበራ ሓፍ ኣቢላቶ ክትጓዓዝ ጀመረት። ናብ ገዛ ምስ ወሰደቶ ድማ ክትሕክሞ ጀመረት። ድሕሪ'ቲ ዝተወሰነ ኣሚን ተረጋጊኡ ቴሌፎን ተደወለሉ። ደዋሊ እቲ ዝከታተሎ ዘሎ ሰብ ነበረ'ሞ፣ ሕራይ ደሓን እንታይ ከም ትደሊ ንገረኒ በሎ። እቲ መንነቱ ዘይተፈለጠ ሰብ ግን ትካልካ ከፈራርሶ'የ ይብሎ። ኣሚን ንሓደ ስእሊ ኣብ ዝተዓዘበሉ ኩሉ ግዜ ብኡ ይጸናናዕ ነበረ። ንበንኩሱ ድማ እቶም ዝቐጥቀጠቶም ሰባት ከም ዝደልይዎ ይነግርዋ እሞ ኣብ ሜዳ ኩዕሶ እግሪ ይቖጽርዋ። ብድሕሪ እዚ በንኩሱ ናብቲ ቦታ ኣብ ዝኸደትሉ እዋን ኩዕሶ ናብኣ መጸት እሞ ሓደ ሰብ ኣቲ ዘይትረብሒ እታ ኩዕሶ ቕልዕያ ይብላ። ቦንግሶ ሓሪቓ፣ ንመን ኢኻ'ታ ንሓይልኻ ከምዚ ኢልካ ትዛረበኒ ብምባል ነታ ኩዕሶ ሰማይ ሰቐለታ። ብድሕርዚ ናይቶም ዝቐጥቀጠቶም ሰባት ሓላፊኦም ክከታተላ ጀመረ። ድሕሪ እዚ ቦንጉሶ ምስ መሓዛ ብምዃን ናብ ሲነማ ከይደን ፊልም ይዕዘባ ነበራ። ትዕዝብተን ወዲኤን ካብቲ ሲነማ ምስ ወጻ ድማ ንኣህሚን ረኸበቶ። ኣህሚን ድማ ምስኡ ናብ ክለብ ክትከይድ ይነግራ። ብድሕሪ እዚ ኩሎም ብሓደ ኸዱ። ቦንጉሱ ብዙሕ ክትሰትን ክትሰስዕን ጀመረት። ድሕሪ ዝተወሰነ ድማ ሰኺራ ትገብሮ ትፈልጥ ኣይነበረትን። ክትሰስዕ ከላ ኣህሚን ብዓይኒ ተመስጦ ይጥምታ ነበረ። እንተኾነ ግን ኣመና ስለ ዝሰኸረት ንኹሉ ሰብ ዘሰንበደ ተግባር ግበረት። ድሕሪ እዚ ተሓጋጊዞም ናብ ገዝኣ ኣምርሑ። ሕጂ ውን በንኩሱ ሰኺራ ብምባራ ብዙሕ ትዛረብ ነበረት። ኣዲኣ ኣብ ገዛ ደጊፋ ተእትዋ። ድሕርዚ ንኣህሚን ኣዲኣ ሰላም በለቶ። ንስኻ ሓቀይ ዋና ትካል ሲኢኦ ኢኻ ምሽ በለቶ። በንኩሱ ግን ማማየ እዚ ትርእዮ ዘለኺ ሰብ ዘይረብሕ እዩ፣ ኣመና'ዩ ዘሕርቐኒ፣ ከጽልኣካ ሓደ ሓደ መዓልቲ እኮ በልዮ በልዮ እዩ ዝመጸኒ በለታ። ኣዲኣ ድማ ንኣህሚን ይቕሬታ ኢላ ክትሰክር ከላ ከምዚ ዝገብራ ትገብሮ ነገር ኣይትፈልጥንያ በለቶ። ቦንግሱ ድማ በቃ ሓራይ ንስኻ ከይመሴካ ናብ ገዛኻ ኺድ በለቶ። ንጽባሒቱ ካብ ደቃሳ ምስ ተባራበረት እቲ መጀመርያ ዝሰከረቶ ነገር እንተሃልዩ ዝበለቶ ነገር ነበረ። ኣመና ድማ ሓፈረት። ፖላይስ ድማ ነቲ ምርመራ ተተሓሒዞሞ ነበሩ። በስ ድማ እቲ ቀታሊ ጌርዎ ዝነበረ ጫማ ኣመና ክባርን ብቑጽሪ ጥራሕ ዝምረት ምዃኑ ክፈልጡ ከኣሉ። ናብቲ ቀታልን ዓጋትን ሽፍታ ምስ ንምለስ ድማ ነተን ዝጨወየን ኣዋልድ የሳቕየን ነበረ። ሓንቲ ካብኣተን በጃኻ ግደፈኒ ኣደይ ናፊቐየ ኢላ ክትበኪ ትስማዕ። በንኩሱ ድማ ናብ ሓላፊኣ ኣህሚን ደዊላ ከተቀባጥረሉ ትረኣ። ሓላፊየይ ከመይ ሓዲርካ ጽቡቕ ጌርካ ዶ ደቂስካ? በለቶ። ኣሚን ብወገኑ ንስኽስ ጽቡቕ ጌርኪ ዶ ደቂስኪ ኢሉ ሕቶ ብሕቶ መለሰ። ግን ደሓን ዲኺ? በለ። በንኩሱ ድማ ደሓንየ ናይ ትማል ነገር ኣመና ይቕሬታ በጃኻ ከይትሰጎኒ ሓንቲ ናይ መወዳእታ ዕድል ጥራይ ሃበኒ በለቶ። ኣሚን ብወገኑ ከምኡ እንተኾይኑ ሕራይ ይብላ። ኣሜን ተሌፎኑ ብምዕጻው ጽብቕቲ ኢኺ ግን ክብል ይስማዕ። ብድሕሪ እዚ ቦንጉሱ እንዳኸደት ከላ ምስ ሰብ ተጋጨወት። እቲ ዝተጋጨወቶ ሰብ ድምፁ ሓድሽ ኣይነበረን። ምስቲ ኣብ ሆስፒታል ዝተጋጨወቶ ሰብ ተመሳሰላ። ድሕሪ እዚ ሙሉእ ሓሳባ ብዛዕባኡ ነበረ። ብባቡር እንዳኸደት ከላ ሕጂ እውን ሓንቲ ጓል መጥቃዕቲ ክበጽሓን ክትሰኣቕን ረኣየት። ቦንኩሶ ሕጂ ግን ብስቕታ ክትሓልፎ ኣይደለየትን። ድሕሪ እዚ ኣህሚን ብሓደ ግዜ ኣብ ዘሕልፍሉ እንዳፈተዋ ክመጽእ ጀመረ። በዚ ድማ ኣብ ናቶ ቤት ጽሕፈት ምስኡ ኮፍ ክትብል ስለ ዝደለየ ቦታ ኣዳለወላ። ዋላ ንሳ ግን ሰሪቓ ካብ ምርኣይ ኣይተቖጠበትን። ድሕሪ ዝዲኣ ደው ኢላ ዝተቐድሓቶ ቪድዮ ኣብ ሚድያ ከም ዝተዘርግሐ ነገረታ። በዚ ድማ ኣመና ሰንበደትን ሓፈረትን። ብቕጽበት ሓደ መጺኡ ክሓምያ ጀመረ። እዛ ጓል እዚኣ ጨካንያ ሰብ እኮ ወዲኣ ኣእዳዎም ኣእጋሮም ዓንጋር ዓንጋርቶምን ኩሉ ነገሮም እያ እኮ ሰባቢራቶ ማለትሲ ዋ ገለ ሰላይ ከይትኸውን ብኸመይ እሞ ወዲ ሰብ ማዕረ ክንድዚ ሓያል ክኸውን ዝኽእል ዋላስ ኢሉ ክቕጽል ክብል ኣሜን ዋ ንሳ እኮ ኢሉ ኣብኡ ምስኦም ሓቢራ ምህላዋ ርኣዮ ድሕረዚ ቦንክሱ ምስ ኣሚን በይኖም ኣብ ዝነበረሉ ኣጋጣሚ ቦንክሱ ብጭንቀት ኣምና ኣነ እኮ ሓያል ምዃነ ይደልየ ኣይኮንኩን ማለት ሲ ብምርጫ ኣይኮነን በለቶ። ብድሕሪ እዚ ኣሚን ጨጉራ ክትንክፋ ክብል እቲ ፖሊስ መተዓብይታ ይመጽእ። ነዚ ምስ ተዓዘበ ድማ ኣመና ይሓርቕ። እቲ ቀታልን ጨዋይን ዕላማ ዝገብሮ ኣብ ኣዋልድ ጥራሕ እዩ። ፖላይስ ናብቲ ቀታሊ ተራእዩሉ ዝተባህለ ጋራጅ ክደልይዎ ከዱ። እንተኾነ ግን ወላ ሓደ ክረኽቡ ኣይከኣሉን። ሃይቺን ድማ ናብቲ ሆስፒታል ምርመራ ንኽትገብር ከደት። ንናታ ኬዝ ዝከታተል ድማ ሓው ዶቦንጉሱ ነበረ። ሃይቺን ዋላ ንእሽተይ ይኹን ደኣ እምበር ነቲ ዶክተር ስምዒት ነበራ። ኣብ ካልእ ትዕዝብትና መሓዛ ቦንጉሱ መጺኣ መስተን ንኽገዝኣ ትጭቕጭቓ ነበረት። ንሳ ግን ክትወጽእ ከም ዘይትደሊ ነገረታ። ብድሕርዚ መሓዝኣ በይና ወጸት። በስ ድማ እታ ዓጋቲ ዋልት ክከታተላ ጀመረ። ምስ ረኸባ ድማ ክቕጥቅጣን ከሳቕያን ጀመረ። ብሓይሊ ብዓፂን ክሃርማ ክበል ግን ቦንግሱ መፀት ንመሓስኣ ድማ ይቕሬታ መሓዛይ ንዒንኺ ደስ ይበለታ ካብታ መዓልቲ እቲኣ ጎግ በንጉሱ በይና ክትከውን ፍቓደኛ ኣይነበረን ናብ ስርሓ ዘብፅሓ ንሱ ነበረ ዝመልሳውን ባዕሉ ማለት እዩ በዚ ድማ ኣመና ሕጉስቲ ነበረት። ጉግ ስለ ዘፋነዋ ትሕዞን ትጭቡጠን ይጠፍኣ። በዚ ቅንኣት ዝተሰምዖ ኣህሚን ድማ ሎሚ ደኣ ደሓን ዲኺ ይብላ። ደሓንየ መለሰት በንጉሱ። ግን ኣመና ሕጉስቲ ነበረት። ብድሕሪዚ ብዛዕባ መሓዛኣን ዘሎ ኩነታት ክትሓስብ ግን ድቃስ ኣበያ። በዚ ድማ ሓደ ሓሳብ ሓሰበት። ምናልባት ናብቲ ቦታ በይና ከይዳ እቲ ዓጋትን ተሒዝዋ ክትቅጥቅጦ ደልያ ናብቲ ቦታ ወረደት። ብድሕሪ እዚ ብድሕሪኣ ሓደ ሰብ ተንቀፋ። እንተኾነ ግን ኣህሚን ነበረ። ናብ ገዛ ተተሓሒዞም ምስ ተመለሱ ጉግ እውን ብኣ ይጭነቕ ብምባሩ ናብኣ መፀ። ድሕሪኡ ኣነ ኣብዚ ክሓድር እየ ይብሎም እሞ ክልቲኦም ክወዳደሩን ጌም ክፃወቱን ጀመሩ። እቲ ፖሊስ ግን ንፉዕ ነበረ። ብድሕርዚ ብቢራ ምስታይ እውን ተወዳደሩ። ክልቲኦም ሰኸሩ። ቦንግሱ ድማ ንኽልቲኦም ንፋስ ንኽወስዱ ኣንጠልጢላ ሒዛቶም ወጸት። ነቲ ፖሊስ ግን ዝያዳ ኣሚን ትከናኸኖ ነበረት። እቲ ናይቶም ዝቐጥቀጠቶም ሓላፊ ድማ ይከታተላ ነበረ። ኣብ ቀረባ ኮይኖም ድማ ይርእዎም ነበሩ። ድሕርዚ ንሳ ምስ ከደት ክልተ ወዳት መጹ። ንኽልቲኦም ሰኺሮም ደቂሶም ዝነበሩ ድማ ክጉርጉርዎም ጀመሩ። ኣብ መንጎ ግን በንጉሱ መጸት እሞ እንታይ ትገብሩ ኣለኹም በለቶም። እቲ ሓደ ድማ ብንዕቀት እንታይ እቲ ክጽብቕቲ ንዕናይ ምሳና ምስ ይብላ ዘይፈለጣ ሌባ ብድሕሪ እዚ ንጉክ ኣብ ሳሎና ደቀሰቶ። በንጻሩ ንኣህሚን ድማ ኣብ መሬት ኣደቀሰቶ። ኣህሚን ምስ ተሰኣ ብዝገበረቶ ነገር ኣመና ተገረመ። ኣብቲ ናይ መጀመርያ ናይ ኣቶቡስ ሓደጋ ዝረኣናዮ ትዕዝብትና ንሳ ዶ ትኸውን ኣድሒናትና ኢሉ ይሓስብ። ዳሕራይ ግን ክላእ ንሳ ኣይኮነትን በለ። ብድሕርዚ ብመኪና ብሓምሳ እንዳኸዱ ከለዉ ሓደ ወዲ በዓል መኪና ንሓንቲ ጓል ብዓውታ ይዘረባ ነበረ። ብድሕሪ'ዚ ኣህሚን ቦንግሱ ገለ ሽግር ከይትፈጥር ብምባል ነቲ ወዲ ክዛረቦ ይኸይድ፣ ነቲ ነገር ድማ ኣረጋግኦ። እንተኾነ ግን ቦንግሱ ተሓቢኣ ናብቲ ናይቲ ሰብኣይ መኪና ኣትያ ነበረት። ቀጺላ ነቲ ሰብኣይ ኣብ ጽምዋ ቦታ ጠጠው ንኸብላ ነገረቶ። ኣህሚን ግን ነታ መኪና ይከታተላ ነበረ።

ብድሕርዚ ኣብ ሓደ ጽምዋ ጠጠው ኢሎም ደኣለሉ። ስምዒ ብሓይልኺ ክትሓፍሪ ይደልኒ። ንኣብነት ንዓይ ረኣይኒ ጽቡቕ'የ ግን ድማ ጽቡቕ ኮይነ ስለ ዝተፈጠርኩ ኣማሪረ ኣይፈልጥን'የ ተቐቢለዮ ኣለኹ። ስለዚ ንስኺ ድማ ብኸመይ ሓይልኺ ብጽቡቕ መንገዲ ክትጥቀምሉ ከም ዘለኪ ጥራሕ ሕሰቢ ይብላ። ኣይ ጅንጉክ ሓደ ነገር ክነግረካ ደልየ ነይረ በለቶ። ቀጺላ ፈታዊት ነብሳ ከም ዝኾንኩ ይፈልጥ'የ። ክሳብ ሕጂ ምሳኻ ዝነበርክዎ ሕልውቲ ክኸውንን ናይ ሰላም ስምዒት ክስምዓኒ ስለ ዝደለኹ ጥራሕ'የ። ሕጂ ግን ልበይ ከም ዝነግረኒ ዘሎ ምስ ካልእ ወዲ'ዩ በለቶ። በንኩሱ ድማ ናብ ጉግ ደዊላ ሄሎ ምስ በለቶ፣ ጉግ ሕጂ ኣብ ስራሕ'የ ዘለኹ ቅድሚ ምድቃስኪ ማዕጾ ዕጸውዮ። ዋላ ውን ሓያል ጓል እንተኾንኪ ኣነ ግን ብኣኺ ዘኽእለኒ ኣይኮነን ንዓይ ኩሉ ግዜ ድኽምቲ ኢኺ ይብላ። ኣህሚን ምስ ቤተሰቡ ይሰማማዕ ኣይነበረን፣ ንሶም ዝጭነቕሉ ንገንዘብ ጥራይ ዩ። ነዚ'ዩ ካብ ቤተሰቡ ርሒቑ ዝነብር። ንምንታይ ዘይትምርዖ እንዳበሉ ይጭቕጭቕዎ። ንበንግሱ ንድራር ሒዝዋ ናብ ቤተሰቡ ከደ'ሞ ንዓኣ ክምርዓዋ ምዃኑ ይነግሮም። ጎንጉሱ ኣመና ሰንበደት። ንሱ ተዛሪቡ ምስ ወድአ ቤተሰቡ ድማ ንቦንግሱ ናይ ቤተሰባ ሃፍቲ ክሓትዋ ጀመሩ። ቦንግሱ ድማ ንሕና ሃፍታማት ኣይኮናን፣ ኣደይ ንእሽትለይ ድኳን ኣለዋ ኣውያ ትሸይጥ፣ ባባ ድማ እንዳ ፎርኖ ባኒ ይስንክት በለቶም። እንዳተመለሱ ከለዉ ቦንግሱ ብሕርቃን ንኣህሚን ክትቋየቆ ጀመረት። ንምንታይ ከምኡ ኢልካ ተዛሪብካ ዋ ኣዴነ ዝተሰሚዓ እኮ ክትቋየቆኒያ ኣነ እኮ ጓሌ ክብርት ይግበኣኒ እዩ ብኻልእ ድማ ኣነ ይፈትወካኒ ንኣኻ ክትምርዓው መን እያ ትደሊ በለቶ ንፅባሒቱ ኣህሚን ሓይላ ክትቆፃፀርን ብፅቡቅ ክትጥቀመሉን ስፖርት ከስራሓ ጀመረ ከበድቲ ስፖርት ዝበሎም ድማ ነገራ እቲ ናይ መጀመርያ መንደቕ ምሕኳር ነበረ፣ ንሳ ግን ከም ኣብ መሬት ትኸዶ ብቐሊሉ ክትድይብ ጀመረት። ቀጺላ ዓምና ዓምና ሙሉእ ደይበ ክውድኦዶ ዋላስ ክወርድ በለቶ። ኣብ ቀጻሊ ድማ ከበድቲ ዝበሎም ናይ መኪና ጎማታት ኣተሓሒዙ ኣብ መንኮባ ብምእሳር ክትጎቶ ይነግራ። እዚ እውን ንዓኣ ቀሊል ነበረ። ድሕርዚ እንተ ጐየየ የርክባ እሞ ጽንሕ እስከ ናበይ ኢኺ ክትከዲ ደሊኺ? እንታይ ዓይነት ፍጥረት ኢኺ ግን? ይብላ። ብድሕርዚ እታ ንፖሊስ ሓያል ምዃና ዘይነገረት መንግስቱ ንመሓዝኣ ከመይ ገይራ ከም ዘድሓነታ ምስ ተሓተተት ብዓውታ ከም ዘእወየትን ንሱ ድማ ፈሪሑ ከም ዝሃደመ እያ ተዛሪባ። እቲ ዓጋቲ ድማ ዘይቲ ናይ ሞተር ከም ዝጨኑ ዝነበረ ድማ ሓቢራ ነበረት። በቃ ከም ጽርግያ ከም ዝልከዮ ነገር እዩ ዝጭኑ ነይሩ በለቶም። እቲ ዓጋቲ ነተን ዝዓገተን የሳቕየን ኣብ ዝነበረሉ እዋን ሓንቲ በጃኻ በጃኻ ኣይትምጻእ ምስ በለቶ ንሱ ድማ ኣጆ ከይትፍርሒ ብዙሓት መሓዙት ከምጻልኪ ብምባል ይስሕቃ እሞ ማስኬረታኡ የውጽኦ ንሳ ብፍርሓት በጃኻ በጃኻ ኣይትተንክፈኒ ክትብሎ ትስማዕ ናይ ሎሚ ትዕዝብትና ኣብዚ ወዲእና ኣለና ኣብ ዝቕፅል ፓርቲ ስራሕ ሒዝናልኩም ክንመፅእ ኢና ኣብ ስራሕና ዘለኹም ሓበሬታ ይኹን ነቐፌታ ኣብ ኮመንት ሴክሽን ኣቐምጡልና ስራሕና እንተፈቲኹሞ ድማ ላይክ ብምግባር ተሓባበሩና ሓደሽቲ ኣባላትና ድማ ሳብስክራይብ ምግባር ኣይትሕምቑ እንዳበልኩ ክሳብ ኣብ ቀፃሊ ንራኸብ ሰሰናዩ